ሳልሳይ ክፋል ነቶም ኣሉታዊ እምነታት ብኣወንታዊ እምነታት ተካኣዮም ሃብታም ኣይከውንን እየ ክትብል እንተፀኒሕካ ናብ ሃብቲ ናይ ምፍጣር ዓቕሚ ኣለኒ ብዝብል ቀይሮ እኹል ብቕዓት የብለይን ክትብል እንተፀኒሕካ ናብ ዓቕሚ ኣለኒ ንዓወት ድማ ብቑዕ እየ ብዝብል ቀይሮ ነዞም ሓደስቲ እምነታት መዓልታዊ ንርእስኻ ትግመሎም ዓው ኢልካ ተዛረቦም፣ ጽሓፎም፣ ክትርእዮ ኣብ ትኽእል ቦታ ለጥፎ፣ ምስ ግዜ ኣብ ኣእምሮኻ ክሰርጹ እዮም፣ ግብራውያን ድማ ክኾኑ እዮም። እምነት ብመረዳእታ እዩ ዝዓቢ። ብገዛእ ርእስኻ ክትኣምን እንተደሊኻ ንርእስኻ እትኣምነሉ ምኽንያታት ክትባ የድልየካ። ብንኣሽቱ ነገራት ጀምር። ክትወዕኦ ትኽእል ኢኻ ኢልካ እትሓስቦ ሸቶ ኣውጽእ። ድሕሪኡ ድማ ፈጽሞም ምናልባት ኣብዛ ሰሙን እዚኣ ሓምሳ ዶላር ምቑጣብ ይኸውን ምናልባት ሓድሽ ክእለት ምምሃር ይኸውን ዝኾነ ይኹን ጥራይ ተግብሮ ምስ ገበርካያ ድማ ግዜ ወሲድካ ኣፍልጦ ሃቦ እዚ ገይረ እንድየ እዚ ክገብረ ካብ ከኣልኩ ዝያዳ እውን ክገብር ይኽእል እየ በል ነፍሲ ወከፍ ንእሽቶ ዓወት ንምትእምማንካ ይሃንጾ እዩ ምትእምማን ድማ ንእምነትካ ይምግቦ ሕጂ ብዛዕባ ሓይሊ ስእለ ኣእምሮ፣ Visualization፣ ንዛረብ። ስእለ ኣእምሮ ንእምነትካ ንምድልዳል ዝሕግዝ መሳርሒ'ዩ። ኣዕንትኻ ዓሚትካ ሸቶኻ ክትወቅዕ ከለኻ ኣብ ኣእምሮኻ ርኣ። ነቲ እትደልዮ ህይወት ክትነብሮ ከለኻ ርኣ። ነቲ ሓጎስ፣ ነቲ ስምዒት፣ ነቲ ኩርዓት ተሰሚዑካ ዝያዳ ብንጹር ክትርዓዮ ምስ እትጀምር ዝያዳ ሓቀኛ ይኸውን። ኣብ ኣእምሮኻ ሓቀኛ ኮይኑ ምስ ተሰምዓካ ድማ ኣብ ባይታ ንምንጻፍ ዝቐለለ ይኸውን። ግን እቲ ቁልፊ ነገር እዚ'ዩ፣ እምነት ብዛዕባ እትትሓስቦ ጥራይ ኣይኮነን፣ ብዛዕባ እትተገብሮ'ዩ። ስጉምቲ ከይወሰድካ ነገራት ክኾኑ እዮም ኢልካ ክትኣምን ኣይትኽእልን ኢኻ። እዚ እምነት ዘይኮነስ ትምኒት'ዩ። ናይ ሓቂ እምነት ንተግባር ይድርኽ። ተሌፎን ክትድውል፣ ኢመይል ክትሰድድ፣ ስግኣት ከትወግድ ሪስክ ክትወስድ ይገብረካ። ነገራት ምስ ዝኸብዱኻ እውን ንቕድሚት ክትቅጽል ትብዓት ይህበካ። ሓደ ምስጢር ክነግረካ፣ ዓለም ነቲ እትደልዮ ነገር ኣይኮነትን ምላሽ ትህብ፣ ዓለም ምላሽ እትህብ ነቲ እትኣምነሉ ነገር እዩ። ዝያዳ ዋጋ ከም ዘለካ እንተ ኣሚንካ፣ ደሞዝካ ክውስኸልካ ክትሓትት ኢኻ፣ ዕድላት ክትጥቀመሎም ኢኻ፣ ከምኡ ክትገብር ከለኻ ድማ ዓለም ግብረ መልሲ ክትህበካ ትጅምር። ማዕጾታት ይኽፈቱ፣ ሰባት የስተውዕሉልካ፣ ዕድላት ይፍጠሩ። እዚ ሽሑር ወይ ማጂክ ኣይኮነን፣ እዚ እምነት ናብ ተግባር ክቕየር ከሎ ዘለዎ ሓይሊ'ዩ። ሓደ ተወሳኺ ነገር፣ ብኣኻ ብዝኣምኑ ሰባት ተኸበብ። እቶም ምስኦም ግዜኻ እተሕልፈሉም ሰባት ኣገደስቲ እዮም። ብዝጠረጠሩኻ ሰባት እንተ ተኸቢብካ፣ ኣይከኣልን እዩ ዝብሉኻ እንተ ዀይኖም፣ ብርእስኻ ምእማን ክኸብደካ እዩ። ብዘተባብዑኻ ሰባት ክትገብሮ ትኽእል ኢኻ ዝብሉኻ እንተ ተኸቢብካ ግን፣ እምነቶም ንናይ ገዛእ ርእስኻ እምነት ከደልድሎ እዩ። ምስጋና እውን ኣይትረስዕ ምስጋና ንእምነት ነዳድ እዩ ነቲ ድሮ ዘለካ ነገር ከተድንቕ ግዜ ክትወስድ ከለኻ ጽቡቕ ነገራት ክኾኑ ከም ዝኽእሉ የዘኻኽረካ ቆላሕታኻ ካብቲ ዝጎደለካ ነገር ናብቲ ዝሰርሕ ዘሎ ነገር ይቕይሮ እቲ ለውጢ ድማ ዝያዳ ጽቡቕ ነገራት ይመፁ ከም ዘለዉ ንምእማን የቃልለልካ ስለዚ እዚ እዩ እቲ ምድኻኻር ካብ ሎሚ ጀሚርካ እምነትካ ሃንጽ። ሓደ ንድሕሪት ዝጎተካ ኣሉታዊ እምነት ሃለ ኣለሊኻ ብኣወንታዊ ተካዮ። ክንደይ'ኳ ንእሽቶ ትኹን ናብ ሸቶኻ ዝቐርበልካ ሓደ ስጉምቲ ውሰድ። ግዜ ወሲድካ ድማ ዓወትካ ብስእለ ኣእምሮኻ ርኣዮ። እዚ ብቐጻሊ ግበሮ እሞ እንታይ ከም ዝኸውን ተዓዘብ። እምነት ልክዕ ከም ጭዋዳ ምዃኑ ክትርዳእ ኢኻ። ዝያዳ ምስ እትጥቀመሉ ዝያዳ ይድልድል። እዚ ድማ ዘክር። ንርእስኻ እንተ ዘይኣሚንካላ ካልእ ሰብ ስለምንታይ እዩ ክኣምነልካ? እምነት ናይ ኩሉ ነገር መሰረት እዩ። ህነጾ፣ ሽዕኡ ዓወት ይከኣል ጥራይ ዘይኮነስ ዘይተርፍ ኮይኑ ክስምዓካ ክጅምር እዩ። ቁጽሪ ሸውዓተ፣ ዕድላት ምስሓብ ተመሃር። መብዛሕትኦም ሰባት ዕድል ክመጽኦም ይጽበዩ፣ ዓወት ብኣጋጣሚ ዝመጽእ ነገር'ዩ ብምባል ይሓስቡ። ግን ከምኡ ኣይሰርሕን እዩ። ዓወት በቲ እትኾኖ ሰብ ወይ ኰይንካዮ ዘለኻ'ዩ ዝሓስብ። ዕድል ኣይትጽበይን ኢኻ። ዕድል ንዓኻ ሓሊፉ ክኸይድ ዘይክእለሉ ኵነታት ኢኻ ትፈጥር። ስለዚ ክሓተካ፣ ከም ማግኔት ዕድላት ዝስሕብ ሰብ ክትከውን ድሉው ዲኻ? መልስኻ እወ እንተዀይኑ፣ ከመይ ጌርካ ከም እትኸውን ንርኤ። ብንጹርነት ንጀምር፣ እንታይ ትደሊ ከም ዘለኻ ክትፈልጥ ኣለካ። ንጹር ራኢ ዘይብልካ ቅኑዕ ዕድል ክመጽእ ከሎ ከመይ ጌርካ ክትፈልጥ ትኽእል? ዝርዝር ነገር ሓዝ። ዓወት እደሊ ጥራይ ኣይትበል። ንዓኻ ዓወት ማለት እንታይ ማለት እዩ? ናይ ገዛእ ርእስኻ ትካል ምጅማር ድዩ? ክቡር ስራሕ ምርካብ? ናይ ፋይናንስ ናጽነት? ጽሓፎ። ሓቀኛ ግበሮ። ብዛዕባ ሸቶታትካ ንጹር ክትከውን ከለኻ ሓደ ዘደንቕ ነገር ይፍጠር። ኣእምሮኻ ነቲ ሸቶ ንምውቃዕ መገድታት ክደሊ ይጅምር። ቅድሚ ሕጂ ዘይረኣኻዮ ነገራት፣ ምትእስሳራት፣ ጸጋታትን ምስ ራእይኻ ዝሰማምዑ ዕድላት ከተስተውዕል ትጅምር። ንጹርነት ዕድላት ንምስሓብ ቀዳማይ ስጉምቲ'ዩ፣ ምኽንያቱ ንዕድላት ንኽተለልዮም ኣብ ዝበለጸ ቦታ የቐምጠካ። ድሉው ኩን፣ ዕድላት ኩሉ ግዜ በቲ እትጽበዮ ግዜ ኣይመጹን እዮም። ሓደ ሓደ ግዜ ኣቐዲሞም ይመጹ፣ ካልእ ግዜ ድማ ደንጉዮም ይመጹ። ክመጹ ከለዉ ግን ድሉው ኩን። ከመይ ይመስለካ? ዕድል ከምቲ ከይተጸበያኻዮ ዝመጸካ ጋሻ እዩ። ገዛኻ ፋሕፋሕ ዝበለ እንተኾይኑ ተመሊሱ ዕዝር ክብል ይኽእል እዩ። ምድላው ብጣዕሚ ኣገዳሲ እዩ። እንታይ ዓይነት ክእለታት ከተማዕብል የድልየካ? እንታይ ፍልጠት ክትእክብ የድልየካ? ኣበይ ከም ዘለኻ፣ ኣበይ ክትበጽሕ ከም እትደልን ገምግም። ድሕሪኡ ነቲ ዘሎ ጋግ ንምጽባብ ጀምር። ነፍሲ ወከፍ እተንብቦ መጽሓፍ፣ ነፍሲ ወከፍ እትወስዶ ክፍሊ ትምህርቲ፣ ከምኡውን ነፍሲ ወከፍ ንልምምድ እተሕልፎ ሰዓት ልክዕ ከም ኣብ ባንኪ ዕድላት እተቐምጦ ገንዘብ እዩ። ግዜኡ ምስ በጽሐ ድማ ድሉው ክትከውን ኢኻ። ምስ ሰባት ርክብ መስርት። ዓወት በይንኻ ኣይርከብን እዩ፣ መብዛሕትኡ ዕድላት ብሰባት እዩ ዝመጽእ። ኣዕሩኽ፣ መሳርሕቲ፣ መማኽርቲ ወይ እውን ብኣጋጣሚ እትረኽቦም ሰባት። ግን ሰባት ዕድል ከምጽኡልካ ኣይትጸበ፣ ባዕልኻ ዕድል ዝፈጥር ርክብ መስርት። ሰባት ክላለዩኻ ዝደልዩ ድማ ኩን። ኣወንታዊ ኣመላኸታ ሒዝካ ቅረብ፣ ብሰባት ብሓቂ ተገደስ፣ ምንም ነገር ከይተጸበኻ ሓግዝ። ሃብ። ኣብ ምትእምማን ዋጋ ኣብ ምውሳኽ ከተተኩር ከለኻ፣ ሰባት ክዝክሩኻ እዮም። ምስ ሸቶኻ ዝሰማማዕ ዕድል ምስ ዝረኸቡ ድማ ብዛዕባ መን እዮም ዝሓስቡ? ብልክዕ ብዛዕባኻ። እወንታዊ ኣመለኻኽታ ሒዝካ ቅረብ። ብሰባት ብሓቂ ተገደስ። ምንም ነገር ከይተጸበኻ ሓገዝ ሃብ። ኣብ ምትእምማን ዋጋ ኣብ ምውሳኽ ከተተኩር ከለኻ፣ ሰባት ክዝክሩኻ እዮም። ምስ ሸቶኻ ዝሰማማዕ ዕድል ምስ ዝረኽቡ ድማ ብዛዕባ መን እዮም ዝሓስቡ? ብልክዕ ብዛዕባኻ ንዝመጹ ኣጋጣሚታት ክፉት ኩን። ሓደ ሓደ ግዜ ዕድላት ብኸቢድ ስራሕ ወይ ብዘይተጸበኻዮም ብድሆታት ተሸፊኖም ይመጹ እዮም። ልክዕ ከምቲ ዝሓሰብካዮ ክመስሉ ኣይክእሉን ይኾኑ፣ ግን ክፉት እንተኾይንካ ዋጋ ክትረኽበሎም ኢኻ። ካብቲ ናይ መጀመርያ መደብካ ስለ ዝወጸ ጥራይ ንሓደ ነገር ኣይትንዓቆ። ንምምርማር፣ ንምስምማዕ፣ ስግኣት ንምውጋድን ፍቓደኛ ኩን። ዕብየት ብዙሕ ግዜ ናብቲ ዘይትፈልጦ ነገር ክስጉም ከለኻ እዩ ዝመጽእ። እዚ ማለት ንዅሉ ነገር እወ በል ማለት ኣይኰነን። ካልኦት ሰባት ዕንቅፋት ኣብ ዝርእዩሉ ቦታ ንስኻ እቲ ክእለታት ክትርኢ ጥበብ ይሃልኻ ማለት እዩ። ክፉት ኣእምሮ ምሓዝ ናይ ዕድል ማሕጾ ኣርሕዩ ይኸፍቶ። ትኽክለኛ ኣተሓሳስባ ኣማዕብል። ኣተሓሳስባኻ መሰረት ናይ ኵሉ ነገር እዩ። ዕድላት ውሑዳት እዮም ኢልካ እንተ ኣሚንካ ወይ ዕድል የብለይን እንተ ኢልካ ንርእስኻ ሓቀኛ ምዃንካ ከተረጋግጽ ኢኻ። ዓለም ብተኽእሎታት ዝመልእት ምዃና፣ ሕልምታትካ ክትወቅዕ ከም እትኽእልን እንተ ኣሚንካ ግን፣ ኣብ ኩሉ ቦታ ዕድላት ክትርኢ ክትጅምር ኢኻ። ብዛዕባ ዓወት እትሓስቦ እትዛረቦን ኣስተውዕል። ኣብቲ ዝከኣል ነገር ዲኻ እተተኩር ወይስ ኣብቲ ንድሕሪት ዝጎተካ? ቆላሕታኻ ናብ መፍትሒታት፣ ተኽእሎታትን ሕጂ ክትወስዶም እትኽእል ስጉምትታትን ቀይሮ። እወንታዊ ንጡፍ ኣተሓሳስባ ዕድላትን ይስሕብ፣ ምኽንያቱ ድሉው ምዃንካ ስለ ዘርኢ። ዕድላት ብኸምኡ ናብ ሕምብሊል ኣይወድቁን እዮም፣ ተንሲእካ ክትሕዞም ኣለካ። እንተ ተጠራጢርካ ወይ እንተ ፈሪሕካ እውን ቀዳማይ ስጉምቲ ውሰድ። ተግባር ምንቅስቓስ ይፈጥር፣ እቲ ምንቅስቓስ ድማ ተወሳኺ ዕድላት ይስሕብ። ከም ዘርኢ ምዝራእ ጌርካ እስከ ሕሰቦ፣ ነፍሲ ወከፍ እትገብሮ ጻዕሪ፣ ነፍሲ ወከፍ እትወስዶ ሪስክ፣ ከምኡውን ነፍሲ ወከፍ ንቕድሚት ንምስጓም እትወስዶ ውሳነ ንናይ መጻኢ ዓወት እተዘርእ ዘርኢ እዩ። ገለ ዘርኢ ቀልጢፎም ክበቑሉ እዮም፣ ካልኦት ድማ ግዜ ክወስዱ እዮም። ምዝራእ እንተ ቐጺልካ ግን ኣብ መወዳእትኡ ፍሪኡ ክትዓጽድ ኢኻ። ንዕድላት ክትስሕቦም ምስ እትዓዪ፣ ክትጎዮም ኣየድልየካን እዩ። ርእስኻ ምስ ኣዳለኻ፣ ጥዑይ ርክባት ምስ መስረትካ፣ ትኽክለኛ ኣተሓሳስባ ምስ ኣማዕበልካ፣ ዕድላት ባዕሎም ናባኻ ክመጹ እዮም። ብዕድል ኣይኮነን። እዚ ግን ንዓወት ዘድልዩ ኩነታት ስለ ዝፈጠርካ እዩ'ምበር ዕድል ማጂክ ኣይኮነን። ናይ ምድላዋትካ፣ ተግባራትካ፣ ዕቤትካን ውጽኢት እዮም። ስለዚ ምጽባይ ኣቋሪጽካ ነቲ ዕድላት ዝበቅዕ ሰብ ክትከውን ጀምር። ዓወት ብኸምኡ ዝመጸካ ነገር ኣይኮነን። ስጉምቲ ብምስጉምቲ፣ መዓልታዊ እትሃንጾ ነገር እዩ። ዕድላት ንምስሓብ ዘድልየካ ኩሉ ነገር ኣለካ ሕጂ ወጺእካ ክውን ክትገብሮ ግዚኡ እዩ።